ሰላም ክቡራት ተኸታተልቲ ሚድያ ላዛ ትግርኛ፣ ኣብ ቀይሕ ባሕሪ ኣፍ ደገ ባሕሪ ንምሓዝ ዝግበር ድሌት ንምንታይ ብዝብል ርእሲ ብጋዜጠኛ ግዛቸው ግርማይ ዝተሰናደእ ፅሕፍቲ ኣቕሪብናልኩም ኣለና ክትከታተሉ ድማ ብኽብሪ ንዕድም። እቲ ንቀይሕ ባሕሪ ወሽመጥ ዓደንን ከባቢኡን ዘጠቓለለ ከባቢ ቀይሕ ባሕሪ ብሰንኪ ጂኦ ፖለቲካዊ ቁጠባዊ ወተሃደራዊ ኣገዳስነቱ ብስትራቴጂካዊ መዳይ ትርጉም ዘለዎ ዞባ እዩ። ኣብዚ መዳይ ዝካየድ ውድድር ዞባዊ መንግስታት፣ ዓለማዊ ሓይልታትን ዘይመንግስታዊ ተዋሳእትን ሓዊሱ ብርክት ዝበሉ ዘጠቓልል እዩ። ኣብዚ መዳይ ዝካየድ ውድድር ዞባዊ መንግስታት፣ ዓለማዊ ሓይልታትን ዘይመንግስታዊ ተዋሳእትን ሓዊሱ ብዙሓት ተዋሳእቲ ዘጠቓልል ኮይኑ ኩሎም ንጽልዋ፣ ጸጋታትን ድሕነትን ይወዳደሩ። ኣብ ታሕቲ ቁልፊ መዳያት ናይዚ ኣብ ከባቢ ቀይሕ ባሕሪ ዝካየድ ውድድር ጂኦፖለቲካዊ ውድድር እዩ። እዚ ማለት ዞባዊ ሓይልታት ከም በዓል ስዑድ ዓረብ፣ ግብጺ፣ ሕቡራት ኢሚራት ዓረብን ከምኡ'ውን ኢራን ዝኣመሰላ ሃገራት ጽልወእን ከዛይዳ ብንጥፈት ይወዳደራ ኣለዋ። ስዑድ ዓረብን ኢምራትን ብፍላይ ከም በዓል የመን፣ ሱዳንን ኤርትራን ዝኣመሰላ ሃገራት ብወተሃደራዊ መዓስክራትን ቁጠባዊ ወፍሪ ሓዊሱ ረብሓታተን ኣብ ምውሓስ ጽኑዓት ኮይነን እየን። በቲ ካሊእ መዳይ ኣብ ቀርኒ ኣፍሪካ ከም ኢትዮጵያ፣ ሶማልያ፣ ጅቡቲ፣ ኤርትራን ቀንዲ ተዋሳእቲ ኮይነን ከም ወዮ ጭሩ ዝዓቕማ ትሕጎም ዝብልዎ ወትወቲ ሰብ ዋናን ወሰንቲ ኢና በሃልቲ እየን። ተፈጥሮ ከይሰሰዐት ዝለገሰትና ሃፍተ ገነት ጥሪትና እዩ እንዳበላ መጺኤን። ኢትዮጵያ ብወደባት ጅቡቲ ናብ ቀይሕ ባሕሪ ምእታዋን ሕዚ ድማ ቀጥታዊ ምብጻሕ ባሕሪ ክትረክብ ዘለዋ ባህግን ወጥሪ ኣጋዲዶ ኣሎ። ብፍላይ ሎሚ ሎሚ ጽልዋ ኤራን መልክዑ ቀይሩ ገማግም ቀይሕ ባሕሪ ቅሳነት ኣስኢናቶ እያ። ኤራን ኣብ የመን ንዝርከቡ ዓመጽቲ ሑቲ ትድግፍ፣ እዚ ድማ ምስ ስዑዲ ዓረብን መሻርኽታን ወጥሪ ኣጋዲዶ ኣሎ። ህላወ ኤራን ኣብ ቀይሕ ባሕሪ ንሃገራት ሱኒን ዓረብን ረብሓታት ምዕራባውያንን ከም ብድሆ እዩ ዝረኣ። እዚ ቁጠባዊ ውድድር ዓለምና ንመስመራት ንግዲ ንምቁጽጻር ኣይሽምባይ ምስ ዝምልከተን ሃገራት ምትእስሳር ዋላ ምስ ሰይጣን ዘሻርኽ ሕርያ ኮይኑ ኣሎ። ቀይሕ ባሕሪ ወሳኒ ናይ ባሕሪ ምሕንካኽ ነጥቢ ኮይኑ ካናል ስዊዝ ንባሕሪ ማእኸላይ ባሕሪ ምስ ህንዳዊ ውቅያኖስ ዘራኽብ እዩ። ነዚ መስመር ምቁጽጻር ንዓለማዊ ንግዲ ብፍላይ ድማ ካብ ወሽመጥ ናብ ኤሮፓን ኬንኡን ዝግበር ሰደድ ጸዓት ነዳድን ጋዝን ኣዝዩ ኣገዳሲ እዩ። ኣብ ወደባትን ትሕተ ቅርጽን ዘሎ ጉያ እውን ልዑል እዩ። ሃገራት ኣብ ወደባት ትሕተ ቅርጺ ሎጂስቲክን ብዙሕ ወፍሪ ይገብራ ኣለዋ። ንኣብነት ቻይና ኣብ ጅቡቲ ወደብ ዶራለ፣ ን ሱዳንን ኢምራት ዓረብን ኣብ ወደባት ኤርትራ ዓሰብን ሶማሊላንድ በርበራ ዘካየደቶ ወፍሪ ብሮጀክት ስዑድ ዓረብ ዓብዩ ወደብ ቀይሕ ባሕሪ ዘጠቓለለ እዩ። ቀይሕ ባሕሪ ብመዓድንን ዓሳን ሃፍታም ብምዃኑ ኣብ ምውፃእን ምዝፋፍን ሃብትን መሰል ባሕርን ምውድዳር የስዕብ እዩ። እዚ ድማ ንምዝመዛ ሃፍተ ገነት ምኽንያት ኾይኑ እዩ። ወታደራዊን ፀጥታዊን ውድድር ድማ ዓብዪ ሻቕሎት ፈጢሩ እዩ። ወታደራዊ መደበራት ዞባ ቀይሕ ባሕሪ ንብዙሓት ናይ ወፃኢ ወታደራዊ መዓስከራት ዝእንግድ ኾይኑ ናብ ኤሜሪካ ወታደራዊ መደበራት ሓዊሱ እዩ። ኤሜሪካ ጅቡቲ፣ ፈረንሳይ ጅቡቲ፣ ቻይና ጅቡቲ ከምኡ ውን ቱርኪ ሶማልያ እዞም መሰረታት እዚኦም ስልጣን ፕሮጀክታትን ውሕስና ስትራቴጂካዊ ረብሓ ዝውዕሉ እዮም። ጸጥታ ባሕሪ ዝህወኽ ሽፍትነት ባሕሪ ኮንትሮባንድን ግብረ ሽበራን ቐጻሊ ብድሆታት ኾይኖም ጸኒሖም እዮም። ከም ውህድ ሓይልታት ባሕሪ፣ CMF፣ ዝኣመሰሉ ኣህጉራውያን ጥምረታት፣ ንንግዳዊ መራኽብ ውሕስ ምሕላፍ ንምርግጋጽ ኣብቲ ከባቢ ይንቀሳቐሱ ምህላዎም ካሊእ መዘዝ እዩ። እቲ ዘሰክፍ ድማ ናይ ውክልና ጎንጽታት እዮም። ኲናት ሕድሕድ የመን ትኹረት ዞባዊ ውድድር ኾይኑ ስዑድ ዓረብን ኢራትን ተጻራርቲ ወገናት ይድግፉ። እዚ ድማ ንኢሚራትን ቀጠርን ሓዊሱ ተዋሳእቲ ስሕይ በሎም። ኤርትራ እውን ወደባታ ዓሰብ ንከም ስዑዲ ኣካርያ ማእገራ ክተሕብጥን ታንካዊ ከይህሉ ትሰርሕ ከም ዘላ ይዝረበላ። ዓለምለኻዊ ውድድር ሓይሊ እቲ ዞባ ከም ድልየትኻ ክትኾን ኣይፈቅድን። ረብሓታት ምዕራባውያን ብፍላይ ኣሜሪካ ብቐንዱ ኣብ ጅቡቲ ብዘለዋ ወተሃደራዊ መዓስከር ኣቢሎም ኣብቲ ዞባ ሓያል ህላወኣ ትሕሉ። ረብሓታት ምዕራባውያን ብፍላይ ኤመሪካ ብቐንዱ ኣብ ጅቡቲ ብዘለዋ ወተሃደራዊ መዓስከር ኣቢላ ኣብቲ ዞባ ሓያል ህላወኣ ትሕሉ ምህላዋ ካብ ፍቓዳ ወጻኢ ፈንተት የላን። ንሽበራ ንምምካት፣ ናጽነት ንምጉዓዝ ንምርግጋጽን ጽልዋ ከም ብዓል ቻይናን ሩስያን ዝኣመሰሉ ተቐናቐንቲ ሃገራት ንምድራትን ዝዓለመ እዩ። ከምቲ ዝፍለጥ ዓብዪ ዘሎ ተራ ቻይና እዩ። ቻይና ብቑጠባዊ ወፍሪ፣ ወተሃደራት መደብራት ከምኡ'ውን ኣብ ስርሒታት ጸረ ሽፍትነት ብምስታፍ ህላወኣ ኣስፊሓ እያ። ኣብ ጅቡቲ ዝርከብ መደብራ ኣብ መጻኢ ሃገራት ዘለዋ ናይ መጀመርታ ወተሃደራዊ መሳለጥያ ኮይኑ ኣብቲ ዞባ ዘለዋ ስትራቴጂካዊ ረብሓታት ዘንጸባርቕ እዩ። ተሳትፎ ሩስያ እውን እንተኾነ ንዞባዊ ሃገራት ብመሸጣ ኣጽዋርን፣ ኣብ ሱዳን መደብር ሓይሊ ባሕሪ ንምቁቋም ዝግበራሕ ጻዕሪ ሓዊሱ ጽምዶኣ እናወሰኸት ትኸይድ ኣላ። ሕብረት ኣቭሮፓ ኣብ ተልእኾታት ጸረ ሽፍትነት ዝነጥፍ ኮይኑ ኣብቲ ዞባ ብፍላይ ኣብ ንግድን ጸዓትን ቁጠባዊ ረብሓታት ኣለዎ ተባሂሉ ይእመን። ናብ ቀይሒ ባሕሪ ዝውሕዝ ዞባ ኣባይ ኣብ መንጎ ግብጽን ሱዳንን ኢትዮጵያን ብሰንኪ ዓብዪ ግድብ ህዳሰ ኢትዮጵያ ወጥሪ ኣሎ። ምውሳኽ ጸፍሒ ባሕርን ምብስባስ ከባብን ንማሕበረሰብ ገማግም ባሕርን ትሕተ ቅርጽን ኣብ ሓደጋ ዘእቱ ኮይኑ፣ ንዞባዊ ውድድር ካሊእ ጸገም ይውስኽ። ቀይሕ ባሕሪ ካብ መንግስቲ ዘይኮኑ ተዋሳእቲ እውን ኢዶም ዘንብርሉ እዩ። ከም ጉጅለታት ግብረ ሽበራ ኣብ ሶማልያ ኣልሸባብ፣ ኣብ የመን ድማ ኣልቃይዳ፣ ኣብ ሓውሲ ደሴት ዓረብ ዝኣመሰሉ ጉጅለታት ንጸጥታዊ ሓደጋታት የስዕቡ እዮም። ሸፋቱ ባሕርን ኣሰጋገርትን ማለት እውን ሽፍትነት ኣብ ወጥመድን ዓደንን መርበባት ዘይሕጋዊ ምስግጋር ደቂ ሰባትን ቐፃሊ ብድሆታት ኾይኖም ፀኒሖም እዮም። ሕዚ ድማ ዓመፅቲ ሑቲ ማለት ምንቅስቓስ ሑቲ ኣብ የመን ትራፊክ ባሕሪ ብምዝራግ ንስዑዲ ዓረብን ኢምራትን ብመጥቃዕቲ ሚሳኤላት ሰብ ኣልቦ ነፈርቲ ዒላማ ገይሩ እቲ ወጥሪ ሰማይ ኣዐሪግዎ እዩ። ዲፕሎማሲያውን ብዙሕነታውን ፃዕርታት ድማ እንዳተኣታተወሎም ዞባዊ ውዳበታት ከምኒ ሊግ ዓረብ፣ ሕብረት ኣፍሪካን ቤት ምኽሪ ምትሕብባር ወሽመጥ ዓረብን ኣብ ሽምግልና ግጭታት ምትሕብባር ኣብ ምዕባይ ይንቀሳቐሱ ኣለዉ። ኣህጉራዊ ተበግሶታት እውን ብኤሜሪካ ዝምራሕ ውሁድ ሓይልታት ባሕሪ፣ ሲኤምኤፍ፣ ብሕብረት ኣውሮፓ ዝምራሕ ስርሒት ኣትላንታን ኣብ ድሕነት ባሕሪ ኣተኲሩ ኣተኲሩ ይነጥፍ ኣሎ። ቻይና ንዞባዊ ቀይሕ ባሕሪ ዝኸውን መንገዲ ሰላማዊ ልምዓት ዝኣመስሉ ናይ ገዛእ ርእሳ ተበግሶታት እውን ሓሳብ ኣቕሪባ ኣላ። ከባቢ ቀይሕ ባሕሪ ብሰንኪ ስትራቴጂካዊ ኣቀማምጥኡ፣ ቁጠባዊ ዓቕሙን ጸጥታዊ ብድሆታትን ውድድር ዝካየደሉ ቦታ እዩ። ምትሕውዋስ ዞባዊ ንሕንሕ፣ ዓለማዊ ዳይናሚክስን ስልጣን ዘይመንግስታዊ ተዋሳእትን ዝተሓላለኸን ዘይርጉእን ዞባ ይገብሮ። ኣብዚ ወሳኒ መዳይ ንዝፍጠር ወጥሪ ንምምሕዳርን ምርግጋእን ንምርግጋጽን ውጽኢታዊ ዲፕሎማሲ፣ ምፍታሕን ጎንጽታትን ብዙሕነታዊ ምትሕብባርን ኣገዳሲ እዩ። እዚ ጽሑፍ መበገሲ ጌርና ኣብ ፍልጠትን ትንታነን ዝተመስረተ ኢሂን ምሂን ይሃልወና ይብል። ካብ ዘይቤታዊ ምስምስ ወጺእና፣ ዓለም ናብ እትርእዮን ናብ ትብህጎን ገዘፍቲ ጉዳያት ቁጠባውን ጸጥታን ድሕነትን መሰል ጉዳያትን ፍልጠት ነበርኽ። ካብ ዓሌታውን ቁሸታውን ኣረኣእያ ንነብስና ሓራ ነውጽእ። ኣብ ከባቢና እንታይ ይኸውን ኣሎ ኢልና ነዊሕ ንኣምት። ውሽጣዊ ኣፈላላይና ብስልጡን መንገዲ ብሕግን ኣሰራርሓን ንፍታሕ ሕብረትና ድማ ንዕዝዝ። ሰላም ንትግራይ። ላዛ ትግርኛ ናትኹምን ኣማራፅን ተወሳኽን ሚድያ። ክቡራት ተኸታተልቲ ሚድያ ላዛ ትግርኛ ስለዝተኸታተልኹምና ምስጋናና ዝዓዘዘ እዩ። ብኻሊእ ፅሑፍ ክሳብ ንራኸብ ሰላም።